ገንዘብ ከም ድሌትና ሃብታማት ክንከውን ኢና ኢሎም እዮም ዝሓስቡ ሎማዓንቲ ኣርባዕተ ወሰንቲ ዝኾነ ነገራት ቢዝነስ ብምጅማርካ ወይ ከዓ ብዘይምጅማርካ ንጥቀመሉ ንጉድኦን ክንርኢና ሓደ ሰብ ተቆፂሩ ብምስርሑ ዝጠቕሞን ዝጎድኦን ሓደ ሰብ ከዓ ቢዝነስ ብምጅማሩ ከዓ ዝጠቕሞን ዝጎድኦን ሓደ ብሓደ ክንርኢና ኣርባዕተ ኣዝዮም ወሰንቲ ዝኾና ዝኾነ ሰብ ቅድሚ ቢዝነስ ምጅማሩ ክፈልጠን ዘለዎን ነገራት ሎማዓንቲ ክሪና እዚ ካብ ዘንበብክዎ ወይ ከኣ ስልጠናት ካብ ዝወሰድክዎ ጥራይ ዘይኮነ ኣነ ከም ቢዝነስ ፐርሰን ካብ ናተይ ልምዲ እውን ወሲኸ እየ ሎማዓንቲ ከካፍለኩም ክሳዕ መጨረሻ ተኸታተሉ ቅድሚ ምጅማርኩም ሳብስክራይብ ምግባርኩም ኣይትረስዑ ኣብታ ቪድዮ ኦኬ እምበኣር ከምዚ ኣቐድም ኣቢለ ዝነገርኩኹም ገለገለ ሰባት ቢዝነስ ንክጅምሩ ኣዝየ እዮም ዝፈርሑ ገለገለ ሰባት ከዓ ቢዝነስ ምጅማር ቀሊል እዩ ዝመስሎም እሞ ከዓ ሓንሳብ ምስ ጀመሩ ኣውቶማቲካሊ እኹል ግዜ ዘለዎም እኹል ገንዘብ ከኣ ዝረኽቡ እዩ ዝመስሎም። እንተኾነ ግን ኣርባዕተ መሰረታውያን ዝኾነ ነገራት ኣለዎ ሓደ ሰብ ቅድሚ ቢዝነስ ምጅማሩ ክፈልጠን ዘለዎ። ኣብ መጨረሻ ከኣ ሓደ ቲፕ ክበኩም እየ ክጅምሩ ድሕር ደሊኹም እንታይ ክትገብሩ ከም ዘለኹም። በታ ቀዳመይቲ ንጀምር። እታ ቀዳመይቲ ግዜ እያ። ገለገለ ሰባት ቢዝነስ ብምጅማሮም ጥራይ እኹል ግዜ ዝረኽቡ ናብ ዝደለይዎ ዝኣትዉ ኣብ ዝደለይዎ ዝወጹ ዝመስሎም ገለገለ ሰባት ኣለዉ። ኦፍ ኮርስ ኣብ ሳም ፖይንት ድሕርቲ ቢዝነስካ ሲስተም ጌርካሉ እሞ ከኣ ድሕር ንፉዓት ቲም ኣለዉኻ ሰራሕተኛታት ብሉጻት እንድሕር ኣለዉኻ ኣብቲ ናይ መወዳእታ ነቲ ቢዝነስ ቢሉ ምስ ገበርካዮ ከምኡ ዓይነት ግዜ ክህልወካ ይኽእል እዩ እንተኾነ ግን ነቲ ቢዝነስ ክጅምር ከለካ ነቲ ናትካ ቢዝነስ ክሳዕ ብእግሩ ጠጠው ኢሉ ዝኸይድ ክሳዕ ቢውልድ ትገብሮ ቀዲምካ ትኣቱ ናብቲ ስራሕ ንስኻ ኢኻ እቶም ሰራሕተኛ ተመሊሶም ምስ ከዱ ከዓ ድሒርካ ትወፅእ ከዓ ንስኻ ኢኻ እኹል ግዜ ዝበሃል ነገር የለ ምክንያቱ እቲ ቢዝነስ ናትካ ስለ ዝኾነ ሓላፍነት ናትካ ስለ ዝኾነ እኹል ግዜ ዝበሃል ኣይክህልወካን እዩ ሓደ ተቆፂሩ ዝሰርሕ ሰብ ሸሞንተ ሰዓታት እንድሕር ተቆፂሩ ክሰርሕ ኣብቲ ስራሕ ኣብቲ ትካል እንድሕር ተቆፂሩ ሰዓት ንግሆ ድሕሪ ሰዓት ትሽዓተ ናይን ቱ ፋይቭ ድሕሪ ኮይኑ ዝሰርሕ ሰዓት ትሽዓተ ይኣቱ ክሳብ ሰዓት ሓሙሽተ ከ ተፈዲሱ ወፅእ ወዲኡ ኣሎ ቅድሚ ሰዓት ትሽዓተ እቶ ዝብሎ የብሉን ድሕሪ ሰዓት ሓሙሽተ ከ ፅናሕ ዝብሎ ነገር የብሉን ኦቨርታይም እንተኮይኑ ንሱ ካልእ ነገር እዩ እዚ ጥራይ ኣይኮነን ግን ብኣእምሮኡ ንባዕሉ ሓደ ተቆፂሩ ዝሰርሕ ሰዓት ሓሙሽተ ካብ ስራሕ ተፈዲሱ ምስ ወፀ ወዲኡ ኣሎ ድሕሪ ካልእ ጉዳይ እዩ ዝሓስብ እቲ ትካል እንታይ ጥቕምታት ኣለዎ እንታይ ስራሓት ኣለዎ እንታይ ክኸውን እንታይ ክገብር ኣለዎ ዘገድሶ ነገር ኣይኮነን ማለት እዩ ሓደ ዋና ናይ ትካል እንድሕር ኮይኑ ግን ነቲ ዝሰርሓሉ ዘሎ ትካል ነቲ ናቱ ቢዝነስ ስለ ዝኾነ ንኮ ቀዲሙ ከኣትዩ ገለገለ ነገራት ኣሬንጅ ክገብር ድሕር ኣለዎ ዘይተሰርሐ ስራሓት ዘይተወደእ ስራሓት ድሕር ኣለዎ ኮይኑ ንዑ ክሰርሕ ንጎ ኣቀዲሙ ከኣትዩ ድሓር ከዓ መጨረሻ ከዓ ድሕር ዘይተወደአ ነገራት ኣሎ ከዓ ደንጊዩ ክወፅእ ከዓ ናይ ግድ ኢቭን ዋላ ካብቲ ስራሕ ምስ ወፀ ብኣእምሩ ብዙሕ ነገራት ክሓስብ እዩ ዘምሲ ወይ ከዓ ዝቕኒ ምክንያቱ እቲ ቢዝነስ ትትካል ናቱ ስለ ዝኾነ ገለ ገለ ጸገማት፣ ገለ ገለ ቻለንጅታት፣ ገለ ክዓብዮ ዘለዎ፣ ገለ ለውጢ ከምጽኦ ዘለዎ፣ ገለ ገለ ንካስተመራት ከርእዮ ዘለዎ፣ ገለ ገለ ዓማዊሉ ክሕጉሶም ዘለዎ፣ ወይ ገለ ገለ ገለ ዓማዊሉ ዘይተሓጎሱ ለቨል ንሕራሉ እዚ ብምሉእ ነገር ከዕርዮ ስለ ዘለዎ ኢቭን ካብ ሰዓት ሓሙሽተ ስራሕ ተዓጽዩ ንገዝኡ ምስ ከደ ስቲል በእምርኡ እንዳሰርሐ እዩ ዝኸይድ ኣብ ገዝኡ ስቲል ኣብ ገዛ ምስ በፅሐ እውን ገለገለ ተወሳኺ ስራሕ ሰዓታት እውን ክሰርሕ ከድልዮ እዩ ስለዚ እንድሕር ናትኩም ቢዝነስ ክህልወኩም ኮይኑ ናይ ግድ ነዊሕ ሰዓታት ክሰርሑ ኢኹም ምክንያቱ እቲ ቢዝነስ ብእግሩ ጠጠው ክሳብ ዝብል እኹል ሰዓታት ክትህቦ ስለ ዘድሊ እዚኣ እታ ቀዳመይቲ እያ እታ ካልኣይቲ ሃርድ ወርክ ገለገለ ሰባት ትካል በቃ ቢዝነስ ምስ ጀመሩ እዚ ቢዝነስ ኣለና እኹል ብዙሕ ምስራሕ ኣየድልየናን እዩ ሰራሕተኛታት ኣለውና ዳሲት ከምኡ ዝመስሉ ማለት ነው እቲ ካብቶም ሰራሕተኛታት ብከቢዱ ዝሰርሕ ሃርድ ወርከር እስኻ ኢኻ ክትከውን ዘለካ ናትካ ቢዝነስ ስለ ዝኾነ ምክንያቱ ከምቲ ኣቐድም ኣቢለ ዝነገርኩኹም እቲ ንስኻ ብ ፕሮዳክቲቪቲ ደኣ እምበር ብሰዓት ኣይኮንካን ትኽፈል ምክንያቱ እቲ ትካል ርእሱ ክኢሉ ንሰራሕተኛታት ከፊሉ ፕሮፊት ከምፅእ ድሕ ኮይኑ እስኻ ሃርድ ወርከር ክትከውን ክትክእል ኣለካ ብፍላይ ከዓ ኣብተን ናይ መጀመርያ 234 ዓመታት እቲ ትካል ብእግሩ ክሳብ ጠጡ እዚኣ ስራሕ ተባሂልካ ሰንሰሪሕካ ስወዳእኻ ወዲእኻ ኣለኻ ዳሴ ወፂኻ ገዛ ከይትኽእል ኢኻ ሰዓትካ ምስ ኣኸለ እንድሕር ናትካ ትካል ኮይኑ ግን ከምኡ ዝበሃል የለን ብሰዓት ኣይትግደብን ኢኻ እንታይ ደኣ እዚ ክስራሕ ዘለዎ ነገር ናይ ግድን ክስራሕ ኣለዎ እቲ ትካል ዘድልዮ ነገራት ብምሉእ ክማላእ ኣለዎ ነዚ ከዓ ትገብሮ ከዓ ንስኻ ኢኻ ብፍላይ ኣብቲ ናይ መጀመርያ ከዓ ዓቕሚ ዘይክህልወካ ስለ ዝኽእል ብዙሓት እኹላት ሰራሕተኛ ትቆፅር ዓቕሚ ክሓፅረካ ስለ ዝኽእል ምናልባት ናይ ክልተ ናይ ስልስተ ሰባት ደሪብካ ክትሰርሕ ከድልየካ ይኽእል እዩ ስለዚ ኣብቲ መጀመርያ ናይ ግድን ሃርድ ወርከር ክትከውን ዘለካ ንስኻ ኢኻ ዳስዋይ ብዙሓት ሰባት ቢዝነስ ክጅምሩ ዝፀልእዎ እቲ ሃስል እቲ ሃርድ ወርክ እቲ ፃዕሪ እቲ ብዙሕ ድኻምን ስለ ዝጸልዎ እዮም ተቆጺሮም ክሰርሑ ዝመርጹ ማለት እዩ ስለዚ እንድሕር ንስኻ ኮንካ ዋና እቲ ትካል ሃርድ ወርከርስ ንስኻ ኢኻ ካብቶም ሰራሕተኛ ስለዚ ጻዕሪ ክጽበየካ እያ ስራሕ ሃርድ ወርኪንግ ክጽበየካ እዩ ማለት እዩ እዚኣ ካታ ካልኣይቲ እያ ሳሰይቲ ገንዘብ እዩ ገለገለ ሰባት ቢዝነስ ስለ ዝጀመሩ ጥራይ ራይደ ወይ ቀልጢፎም ብዙሕ ገንዘብ ዝረኽቡ ዝመስሎም ሰባት ኣለዉ ኖ ግን ከምኡ ይኮነ ብፍላይ ኣብተን ናይ መጀመርያ ሕጂ ዛረቡ ዘለኹ ጀሚርካ እቲ ትካል ክሳዕ ፕሮፊታብል ኮይኑ ክሳዕ ውፅኢታዊ ዝኸውን ማለት ናይ መጀመርያ ክልተ ዓመታት ክኾና ከላ ክሳዕ ሓሙሽተ ዓመታት ክኸይድ ይኽእል እዩ እቲ ትካል ክሳዕ ብእግሩ ጠጠው ዝብል ሕጂ ናብቲ ዝኾነ ጥቕምታትን ሽልማትን ኣለዎ ሕጂ እዚ እዚ ፅቡቕ ተቆፂርካ ምስራሕ ፅቡቕ ቢዝነስ ምጅማር ሕማቕ እዚ ፅቡቕ እዚ ሕማቕ ንብለሉ ኣይኮንኩን ዝብል ዘለኹ እንታይ ደኣ እቲ ዘሎ ነገራት ነግረኩም ድሕሪኡ እስኹም ቅድሚ ምጅማርኩም ቢዝነስ ተዋፂኹም ክሰርሑ እዮም ትደልዩ ቢዝነስ ክጅምሩ ሕ ትደልዩ ኹም እኳ እንታይ ፅበየኩም ከም ዘሎ ፈሊጥኩም እንትክትኣትዎ እየ እዚ ነገር እዚ ነገረኩም ዘለኹ ስለዚ እዚ ብዛዕባ ገንዘብ እንድሕር መፂና ከዓ ሕጂ ገለገለ ሰባት ምፅእ ኢሎም እቲ ቢዝነስ ናቶም ቀልጢፉ ፕሮፊት ዘምፃሎም መስሎም ቀልጢፍና ገንዘብ ክንረክብ ኢና ቀልጢፍና ሃብታማት ክንከውን ኢና ኢሎም ስለ ዝሓስቡ እዩ ከምኡ ይኮነን ምናልባት እቲ ሰራሕተኛ ናትካ እቲ ትካል ኣታዊ ይግበር ኣይግበር፣ ይኽሰር ይኽሰብ ሂ ዶንት ኬር ኣይግድሶን እዩ። ሰዓታቱ ክሳዕ ኣብቲ ትካል ዝሰርሐ ወርሒ ተጸቢኻ ድሕሪ ኣብ ክልተ ሰሙን ትኸፍሎ ኮንካ ከኣ እታ መዓልቲ ተጸቢኻ ክትከፍሎ ከድልየካ እዩ። ምናልባት ንዓኻ ግን ኣብ ምጀ ናይ መጀመርያ ዓመት ክልተ ሰለስተ ዓመት ንነብስኻ ዘይክትከፍላ ትኽእል እያ። ኣታዊ ዝበሃል ዘይክህልወካ ክእል እዩ። ምናልባት እውን ካብ ጁባኻ ከተውጽእ ከገድደካ ክእል እዩ። እቲ ትካልካ ጠጠው ክሳዕ ዝብል ብእግሩ ማለት እዩ። ደሓር ግን ጽቡቕ ገይሩ ፕሮፊተብል ምስ ኮነ ምናልባት ዓሰርተ፣ ዕስራ፣ ሰላሳ፣ ኣርብዓ ክሳዕ ሚእቲ ዕጽፊ ናይቶም ሰራሕተኛትካ ኣታዊ ክትገብር ትኽእል ኢኻ። ኣብቲ ናይ መጀመርያ ግን ኣታዊ ዘይክህልወካ ይኽእል እዩ። ቀልጢፍካ ፕሮፊት ዘይከተምፅእ ትኽእል ኢኻ ትትካል ክሳዕ ስቴፕ ዝኾኑ። ስለዚ እቶም ሰራሕተኛታትካ ካባኻ ንላዕሊ ኣታዊ ክገብሩ ይኽእሉ እዮም። ኣብዚ እዮም ከዓ ብዙሓት ሰባት ሪስክ ክወስዱ ዘይደልዩ። ምናልባት እቲ ትካል ብእግሩ ሳብ ጠጠው ዝብል ብዙሓት ሰባት ተቆፂሮም ክሰርሑ ዝመርፅሉ ምክንያት ከዓ ኣብዚ ድሕሪ ተቆፂርካ ትሰርሕ ኣላ ኮንካ ዋሬቨር ትካል የእቱ ይክሰብ ይክሰር ብዙሕ ንዓኻ ዝምልከት ነገር ኣይኮነን ክሳዕ ዝሰራሕካ ክትክፈል ኢኻ እንድሕር ቢዝነስ ኦነር ኮንካ እቲ ትካል ናትካ ኮይኑ ግን እቲ ትኽፈሎ በቲ ዘምፃኻዮ ውፅኢት ስለ ዝኾነ ንናይ መጀመርያ ክልተ ሰለስተ ኣርባዕተ ዓመታት ኣታዊ ዘይክህልወካ ይኽእል እዩ ኣብታ ራብዐይቲ ንኸ እታ ራብዐይቲ ሪስፖንሲቢሊቲ እያ እዚኣ እውን ብዙሓት ሰባት ደልዮም ሪስፖንሲብል ክኾኑ ስለ ዘይደልዩ ናይ ትካል ብዙሕ ነገራት ኣሎ ናይቶም ሰራሕተኛታት ሓላፍነት ናትካ ናይ ትካል ሓላፍነት ናትካ ካብ ምስቶም ዓማዊ ዘለካ ርክብ ብዙሕ ነገራት ሓላፍነት ስለ ዘለካ ብዙሓት ሰባት ተቆፂሮም ክሰርሑ ዝመርፅዎ ነገር ሓላፍነት እዩ ድሕር ትካል ናይቲ ትካል ኦውነር እንድሕር ኮንካ ሓላፍነት ናይቲ ትካል ዘለካ ናትካ እዩ። እቶም ሰራሕተኛታት ኣብ ሰዓቶም ክኽፈሉሎም ዋላ ክሰብ ዋላ ክሰር ማለት እዩ። ዓሚልካ ብዝግባእ እቲ ዝደልዮ ጠለብ ክረክብ ኣለዎ። እንድሕር ዘይተሓጒሱ ምናልባት ከሲርካ እውን ነቲ ንብረት ክትመስሎ ክትመልሰሉ ከድልየካ ይኽእል እዩ። እዚ ከኣ ሓደ ኣዝዩ ኣገዳሲ ዝኾነ ሓላፍነት ብዙሓት ሰባት ብዝተፈላለየ ግዜ ብዛዕባ ቢዝነስ ንምንታይ ዘይምጅማሮም ክሕተቱ ከለዉ ነዚ የብል ሓላፍነት ክወስድ ኣይደልን እየ እኳ መን እቲ ሓላፍነት ወሲዱ ሄዴክ ዝኹሉ ነገር መን ክወስዶ እዩ እዮም ዝብሉ። ስለዚ ተቆፂሩ ዝሰርሕ ድሕር ኮይኑ ሓላፍነት የብሉን እታ ስርሑ ሰሪሑ ገዝኡ እዩ ዝኸይድ ዳሴት ኢንጆይ ዝገብሮ ግዜኡ እንድሕር ቢዝነስ ኦነር ኮንካ ግን ሓላፍነት ኣለካ ምናልባት እውን ክልተ ሰለስተ መዓልቲ ኣብቲ ስራሕ ሰዓታትካ ከይገደብካ ነዊሕ ሰዓታት ክሰርሕ ከድልየካ እዩ ዋይ ነቲ ሓላፍነትካ ምእንቲ ክትወፅእ ማለት እዩ ስለዚ ሬስፖንሲቢሊቲካ ኣዝዩ ወሳኒ ናይ መጨረሻ ፕሮዳክቲቪቲ እዩ እቲ ውፅኢት ክሳዕ ዘየምፃኻ ትትካልካ ክቕጽል ስለ ዘይክእል ብፕሮዳክቲቪቲ ኢኻ ንስኻ ትኽፈል ኣብቲ ስራሕ ውፅኢት ክመፅእ ኣለዎ ብሰዓት ዓሰርተ ሰዓታት ዋላ ስራሕ ዋላ 24 ሰዓት ስራሕ ኣብቲ ትካል ውፅኢት ክሳዕ ዘየምፃኻ ዝኸፍለካ ሰብ የለን ትካል ናትካ ስለ ዝኾነ እቲ ትካልካ ኣታዊ ከምፅእ ኣለዎ እቲ ኣታዊ ድመፅእ ከዓ በቲ ዝመፅእ ፕሮፊት እዩ ቢዝነስ ስለ ዝኾነ ንብረት ሸይጥ ኮንካ እቲ ንብረት ምስ ተሸጠ ዓማዊልካ ምስ ከፈለካ ኣታዊ ተምፅእ ሰርቪስ ተኮይኑ ብኡ ዝተፈላለዩ ዓይነት ቢዝነስ ክኸውን ይኽእል እዩ እቲ ቢዝነስ ዓማዊል ምስ ዝህልዎ ፕሮፊት ፕሮዳክቲቪቲ ምስ ዝህልዎ ውፅኢት ምስ ዝህልዎ ጥራይ ከዓ ኣታዊ ትገብር ስለዚ እዚ ከዓ ካልእ ተወሳኺ ክንፈልጦ ዘለና እዚን ሓሙሽተ ኣዝዮም ወሰንቲ ዝኾና ነገራት እየን ኦኬ እዚ ግን ድሓር ዘምፀኦ ናቱ ዝኾነ ሽልማት ኣሎ ሕጂ እቲ ቻለንጅ ኣብዚ ምድሪ ክሳዕ ዘለና ቻለንጅ ዘይተርፍ እዩ እቲ ፍልልይ ዘምፅኦ ኣብቲ መጀመርያ ክኸውን ይኽእል ኣብቲ ዳሕረዋይ ክኸውን ይኽእል ሕጂ ተቆፂርካ ትሰርሕ ንድሕር ኮንካ ኣብዚ ሕጂ ምናልባት ብዙሕ ሃስብ ብዙሕ ነገራት ክህልወካ ይኽእል እዩ እቲ ናትካ ቻለንጅ ወይ እቲ ናትካ ፈተና ግን ኣብቲ ፋይናንሻል እዩ ዝኸውን ማለት ከም ድሌትካ ክትንቀሳቀስ ኣይክትክእልን ኢኻ ግዜኻ ክትቆፃፀሮ ኣይትኽእልን ኢኻ ኣብ ዝደለካዮ ግዜ ቫኬሽን ትወስድ ኣይትኽእልን ኢኻ ምናልባት ድሕር ፋሚሊ ኣለውካ ነቶም ፋሚሊኻ ከዓ ዝደለካዮ ዝደለዩ ዓይነት ነገር ከት- ከተቕርበሎም ምናልባት ዓቕሚ ክሓፅረካ ክእል እዩ ምክንያቱ ተቆፂርካ ሰብ ትሰርሕ እሱ ከዓ ሊሚት ስለ ዘለዎ እቲ ተኽፈሉ ሊሚትድ ስለ ዝኾነ ማለት እዩ ቢዝነስ ኦነር ድሕር ኮንካ ግን ኣብቲ ናይ መጀመርያ ምናልባት ክትሳቐ ትኽእል ኢኻ፣ ገለ ገለ ሓላፍነት ክህልወካ ይኽእል እዩ፣ ብዙሕ ሰዓታት ክሰርሕ ትኽእል ኢኻ። መጨረሽኡ ግን ፋይናንሻሊ ፍሪዶም ንክትከውን ዝሕግዘካ ነገር እንድሕር ሃልዩካ እሱ እዩ ማለት እዩ ቢዝነስ እዩ። ዝኾነ ሰብ እንድሕር ፅቡቕቲ መኪና ክዝውር ሪኢኹሞ እንታይ ቢዝነስ እዩ ኦን ድገብር ተባሂሉ እዩ ዝሰርሕ እምበር ኣብ ምንታይ ተቖፂሩ ስለ ዝሰርሕ እዩ ክንድኡ ከምዚ ዓይነት ዘለዎ ክንብል ሰሚዕና ኣይንፈልጥ ኢና። ስለዚ ናብቲ ለቨል እቲ ናብቲ ፋይናንሻል ፍሪዶም ናብቲ ዌልዝ ቢልዲንግ ወይ ከዓ ናብቲ ፍሪዶም ዘብፅሓካ ቢዝነስ ስለ ዝኾነ ብኸምኡ ብዙሓት ሰባት ነቲ ቢዝነስ ይመርጽዎ ስለዚ ኣብ ኦኬ ከዓ ይብል ንኣብነት ኣነ ቢዝነስ ኦነር ከኾኑ ኣብ ቢዝነስ ክሳተፍ ዝወሰኸኩሉ ግዜ ኣይነው ግዜ ሓላፍነት ናተይ ከም ምዃኑ ምዃኑ ብግዜ ከምዘይክፈል ብሰዓት ከምዘይክፈል ይርዳእኒ እዩ ሰዓታተይ ከዓ ነዊሕ ሰዓታት ክሰርሕ ግድነት ከም ዝኾነ ሃርድ ወርክ ክኸውን ከም ዘለኒ ሓላፍነት ናተይ ምዃኑ ከም ዘለኒ ገንዘብ ካብቲ መጀመርያ ግዜ ቢዝነስ ናተይ ብእግሩ ጠጠው ክሳብ ዝብል ከዓ ፋይናንሻሊ ከዓ ኣነ ክሽገር ምዃነይ ከዓ ርድኣኒ ደሓር ግን ፕሮፊት ከም ዘምፅእ ከዓ ይፈልጥ እየ ማለት ስለዚ ዝኾነ ሰብ ቅድሚ ቢዝነስ ምጅማሩ እዚ ነገር እዚ ክፈልጦ ኣለዎ ግን ሓደ ክፈልጦ ዘለና ነገር እዚ ሕጂ ዘለናዮ ግዜ ግን ከምቲ ናይ ቀደም ግዜ ኣይኮነን ብዙሕ ብዙሕ ብዙሕ ኦፖርቹኒቲ ዘለና ጎልደን ኢራ ተባሂሉ እዩ ዝፅዋዕ እዚ ወርቃዊ ግዜ ኢና ዘለና ምክንያቱ ብዙሕ ኦፖርቹኒቲታት ዘለዎ ነገር እዩ ከምቲ ናይ ቀደም ከዓ ፊዚካል ዝኾነ ነገራት ክንገብር እውን ኣየድልየና እዩ ምናልባት ስራሕቲ ትካል እውን ብምሉእ ንሕና ክንካየዶ እውን ኣየድልየና እዩ ብዙሕ ነገራት ኣቃሊልና ኣሎ ድሕሪ ብኦንላይን ኮይኑ ብቢዝነስ እቲ ብዌብሳይት ድዩ ብፕላትፎርም ድዩ ብብዙሕ ነገራት ኢቨን እቲ ፕሮዳክት ናህና ዘይክኸውን ይኽእል ናይ ካልኦት ሰባት ፕሮዳክት ኣምፂና ክሸጡ ንኽእል ኢና እዚ ከዓ ብዙሕ ናብ ዝኾነ ኦፖርቹኒቲ ኣለዎ ማለት ስለዚ ዝኾነ ሰብ ቅድሚ ቢዝነስ ምጅማሩ እዚ እቲ ፋውንዴሽን እዩ እቲ መጀመርያ መሰረታዊ እዩ ድሓር ኣብቲ ቢዝነስ ኣቲኹም ድሓር እዚ ዝብለኩም ዘለኹ ምስ ረኸብኩሞ ካብ ኣቋሪፅኩም ድሕር ትምለሱ ዝኾነ ሰብ ቢዝነስ ቅድሚ ምጅማሩ ክፈቱ ዘለዎ እዚኤን ሓሙሽተ ነገራት ቀዳመይቲ ግዜ እዩ ካልኣይ ሃርድ ወርከር ንስኻኻ ገንዘብ ሪስፖንሲቢሊቲ ድሓርካ ፕሮዳክቲቪቲ እዚኤን ሓሙሽተ መሰረታዊ ዝኾና ነገራት እዩ ብድሕሪ እዚ ዝቕፅል ካልእ ነገራት ኣሎ ምናልባት ብድሕሪ እዚ ከመይ ጌርና ኣታዊና ክነዕቢ ከም ንኽእል ቢዝነስ ንክንጅምር እንታይ ኢና ክንገብር ዘለና ዝብል እንድሕር ክሰርሓልኩም ትድልዩ ኮንኩም ፕሊስ ኣብቲ ኮመንት ቢዝነስ ኢልኩም ፀሓፉለይ ኔክስት ቪድዮ ክገብረልኩም እየ ንሳ ከዓ ቁርብ ዲፕ ዳውን ዝኣተወት ሓደ ሰብ ቢዝነስ ንክጅምር ከመይ ክገብር ኣለዎ ቢዝነስ ዝበሃል ከ መጀመርያ እንታይ እዩ ገንዘብ ከመይ ጌርና ኢና ንምፅእ ኣታዊ ክንገብር ከንታይ ንገብር ኣለና ዝብል ነገራት ኣብ ቀፃሊ ቪድዮ ክሰርሓልኩም እየ እዛ ቪድዮ እዚኣ ፈቲኹማ ክትኮኑ ተስፋ ገብር ድሕሪ ፈቲኹማ ንካልኦት ሰባት ምእንቲ ክበፅሕ ሼር ላይክ ምግባርኩም ኣይትረስዑ ኣብ ቀፃሊ ራኸበና